ጅግና ሰራዊት ትግራይ ንባዕዳዊ ሰራዊት ውልቀ መላኺ ኢሳያስ ኣፈወርቂ ፈትዩ ክሳብ ዝጸልእ ብምድካ ርሒቑኡ ጎዚዝዎ ኣሎ። እቲ ባዕዳዊ ሰራዊት ብዝወረዶ ከቢድ ክሳራ እውን ዝሕዞን ዝጭብጦን ስኢኑ ኣብ ራዕዲ ከም ዝርከብ ወተሃደራዊ ወሃቢ ቃለ ሰራዊት ትግራይና ተጋድላይ ገብረ ገብረ ጻድቃን ገሊጾም ኣለዉ። ሰራዊት ውልቀ መላኺ ኢሳያስ ህዝቢ ከበሳብስ ክቐትልን ንብረት ክሰርቕን ብዕለት ሓደ ሚያዝያ 2013 ዓ ም ሽዱሽተ ክፍለ ሰራዊትን ሓደ ብርጌደ ኮማንዶን ኣብ ወረዳ ሓውዜን እንትንቀሳቐስ ጅግና ሰራዊት ትግራይ ዓዲ በለው ኣብ ዝተባሃለ ከባቢ ኣድብዩ ብምፅናሕ ሰለስተ ሽሕ ዝኸውን ስራዊት ውልቀ መላኺ ኢሳያስ ኣፎርቂ ምዉትን ቁሱልን ገይሩ ኣሎ። ጸላኢ ኣብዚ ውግእ መበል ሳላሳን ትሽዓተን፣ ስሳን ሰለስተን፣ ዓሰርተ ሸውዓተን፣ ሓምሳን ሰለስተን ኣጋር ክፍላተ ስራዊት፣ መበል ኣርባዓን ክልተን ሜካናይዝድ ክፍለ ስራዊትን ከምኡ'ውን ሓደ ብርጌድ መበል ሓሙሽተ ሚእትን ዕስራን ሓሙሽተን ኮማንዶ ክፍለ ስራዊትን ኣዋፊሩ ዋላ እኳ እንተነበረ ጅግና ስራዊት ትግራይ ግና ነዚ ሽሾ ስራዊት ብምድርዓም ዓንዲ ሕቁኡ ጎዚዝዎ ኣሎ። ኣብዚ ውግእ ሓደ ሽሕን ሸውዓተ ሚእትን ዕስራን ወተሃደራት እንትሞቱ ሓደ ሽሕን ክልተ ሚእትን ዓሰርተ ሓሙሽተን ድማ ከም ዝቖሰሉ ወተሃደራዊ ወሃቢ ቃለ ሰራዊት ትግራይ ተጋዳላይ ገብረ ገብረፃድቃን ገሊፆም ኣለው። ኣብዚ ጅግንነት ሰራዊትና ደሚቑ ዝተርኣየሉ ውግእ ክልተ ኦራል፣ ክልተ ፓትሮል ዝዓይነተን መካይንን ሓንቲ ኣውቶቡስን እንትቃፀላ፣ ኣርፒጂ፣ ብሬናትን ክላሽናትን ዝርከቦ ብርክት ዝበለ ኣፅዋራትን ወተሃደራዊ ናውትን እውን ተማሪኹ እዩ። እቲ እናተመዓራረየ ዝዋጋእ እናተዋገእ ዝመዓራረየ ጅግና ሰራዊትና ኣብ ዓዲ በለው ብዝሓፈሶ ዓወት ኣብ ህዝብናን መላእ ሰራዊትናን ዓብዪ ሞራላዊ ልዕልነት ዝፈጠረን ፀላኢ ድማ ኣብ ቅድሚ ሰራዊት ትግራይ ደው ኢሉ ንኽዋጋእ ዘኽእል ዓቕሚ ከም ዘይብሉ ዘረጋገፀን ወተሃደራዊ ስርሒት እዩ። እቲ ባዕዳዊ ሰራዊት በዚ ዝወረዶ ከቢድ ሰብኣውን ንዋታውን ክሳራ ሞራሉ መሬት ዘቢጡ ዝሕዞን ዝጭብጦን ስኢኑ ፈራዕራዕ እንትብል፣ መራሒኡ ውልቀ መላኺ ኢሳያስን መሻርኽቱ ፋሽስቲ ኣብይን ድማ ዓዘፍዘፍ እናበሉ ይርከቡ። እቲ ኣጥፊእናዮ ኢና እናበሉ ንሰራዊቶምን ህዝቦምን ዝሓሰዎ ጅግና ሰራዊት ትግራይና እንትድርዕሞም እቶም ኣባላት ባዕዳዊ ሰራዊት እምበርከ ናብ ዓድና ክንምለስ ዲና ኣብ ዝብል ጭንቕንቕ ጥሒሎም ይርከቡ። ኣብዚ ውግእ ካፒቴን ኢብራሂም ኣደም ዝተባህለ ኣዛዚ ሰራዊት ኢሳያስ ምስ ሙሉእ ኦፕሬተራቱ ተደምሲሱ እዩ። ቴሌቪዥን ኤርትራ ኣብ ኲናት ትግራይ ንዝተቐተሉ ወተሃደራዊ ኣዘዝቲ ውልቀ መላኺ ኢሳያስ ብሕማም ተሰዊኦም እናበለ ንህዝቢ ኤርትራ እናደናገረ ይርከብ። ኣብ ውግእ ዓዲ ናደው ደጀን ህዝብና ልክዕ ከምቶም ካልኦት ግንባራት ንሰራዊትና ኩለመድያዊ ድጋፍ ከምዝገበረን በቲ ዝተረኸበ ዓወት ድማ ፍሉይ ክብርን ፍናንን ከምዝተሰምዖምን ወተሃደራዊ ወሃቢ ቃል ሰራዊት ትግራይ ተጋድላይ ገብረ ገብረፃድቃን ገሊፆም ኣለው። ሕዚ እውን ካብ ዜና ዓወት ከይወፀና ጅግና ሰራዊት ትግራይ መቐፀልታ ኣብ ልዕሊ ሰራዊት ፀላኢ ዝወስዶ ዘሎ ተኸታታሊ መጥቃዕቲ ኣብ መንጎ ከተማ ማጮን ኮሮምን ኣብ ዝርከብ ሕጉም ብርዳ ኣብ ዝተብሃለ ከባቢ ብዝፈፀሞ ደባይ መጥቃዕቲ ክልተ ወተሃደራዊ መካይን ብምቅጻል ልዕሊ ሚእትን ክልተን ወተሃደራት ጸላኢ ደምሲሱ ኣሎ። ዝርዝሩ ካብ ሓራ መሬት ከም ዝስዕብ ክቐርብ እዩ። ዜና ሰራዊት ትግራይ መቐጸልታ ኣብ ልዕሊ ጸላኢ ዝወስዶ ዘሎ ተኸታታሊ መጥቃዕቲ ኣብ መንጎ ከተማ ማይጨውን ኮረምን ኣብ ዝርከብ ሕጉምብርዳድ ዝተባህለ ከባቢ ብዝፈፀሞ ደባይ መጥቃዕቲ ክልተ ወታደራዊ መኻይን ብምቅፃል ልዕሊ ሚእትን ዕስራን ወታደራት ፀላኢ ደምሲሱ። መሬት ትግራይ መቓብር ጥራሕ ዘይኮነትስ ፀላእቲ ከም ድሌቶም ክንቀሳቐሱላን ከሳፍሑላን ዘይትምቹ መቐመጢ መሬት ምዃና ዘመስክር ዘሎ ሰራዊት ትግራይ ሰለስተ ሚያዝያ ክልተ ሽሕን ዓሰርተ ሰለስተን ዓ ም ካብ ከተማ ማይጨው ተበጊሱ ንኮረም ኣብ ዘምርሕ ዝነበረ ዕሱብ ፋሽስት ሰራዊት ኣብይ ኣሕመድ ተጎምብርዳ ኣብ ዝተባህለት ከባቢ ብዝፈፀሞ ሃንደበታዊ ደባይ መጥቃዕቲ ክልተ ወታደራዊ መኻይን ብምቅፃል ሓምሳ ወተሃደራት ጸላኢ ቀቲሉ ሰብዓን ሰለስተን ድማ ኣቑሲሉ ኣሎ። ህዝቢ ትግራይ ከም ህዝቢ ንምጽናትን ንምስኳንን ምድሪ ኣኻኺቡ ዝወፈረ ሰራዊት ፋሽስት ኣብይ ኣሕመድ ድሕሪ እቲ ደባይ መጥቃዕቲ ሽዱሽተ ሰላማውያን ነበርቲ ሕጉም ብርዳ ቀቲሉ ዛጊድ ቁጽሮም ዘይተፈለጠ ሰባት ጨውዩ ካብ ምእሳሩ ብተወሳኺ ኣብቲ ከባቢ ተወሳኺ ግፍዒ ከም ዝፍጽም ንህዝቢ እቲ ከባቢ የፈራርሕ ከም ዘሎ ዝረኸብናዮ ሓበሬታ የመላኽት። ሰራዊት ትግራይ ኣብዚ ሰሙን ኣብ መንጎ ሒዋንን መኾንን ኣብ ዝርከብ ገረብ ኣገው ዝተባህለ ከባቢ ብዝወሰዶ ተመሳሳሊ ደባይ መጥቃዕቲ፣ ሓሙሽተ ወተሃደራዊ መኻይን ብምቅጻል ሰብዓ ወተሃደራት ጸላኢ ቀቲሉ ልዕሊ ሚእትን ዓሰርተን ድማ ምቑሳሉ ይዝከር። ትግራይ ትስዕር፣ ወኪል ድምፂ ወያነ ትግራይ ካብ ሓራ መሬት ትግራይ።
እዚ ከምዚሉ እናሃለወ፣ ደባይ ኣሃዱታተ ሰራዊት ትግራይ ኣብ ዝተፈላለዩ ከባብታት ትግራይ መስተንክራዊ ዓወታት እናመዝገበ ይርከብ። በዚ ድማ ኮሎኔላት ፋሽስቲ ኣብይን ውልቀ መላኺ ኢሳያስን ኣብዞም ወተሃደራዊ ስርሒታት ከም ዝተቐተሉ ወተሃደራዊ ወሃቢ ቃል ሰራዊት ትግራይ ተጋድላይ ገብረ ገብረ ጻድቃን ገሊጾም ኣለዉ። ብሰላሳ መጋቢት ካብ ዓድዋ ወተሃደራት ውልቀ መላኺ ኢሳያስ ኣፈወርቂ ጽዒና ትጓዓዝ ዝነበረት ቮልቮ ዝዓይነታ መኪና ደባይ ኣሃዱታት ትግራይ ብዝፈነዎ ሃንደበታዊ መጥቃዕቲ ሓደ ኮነሬል ውልቀ መላኺ ኢሳያስ ኣፈወርቂ ዝርከቦም ሰላሳን ሓሙሽተን ወተሃደራት እንትሞቱ ኣርብዓን ሓሙሽተን ድማ ቆሲሎም ኣለዉ። በቲ ዝወረደ ኪሳራ ዘንጸርጸረ ኣረሜንያዊ ሰራዊት ኢሳያስ ድማ ክልተ ሚኒባስ መካይን ኣቃጺሉ ኣሎ። ብተመሳሳሊ ዜና ደባይ ኣሃዱታትና ብ27 መጋቢት ኣብ እንትጮን ኣሕፍሮምን ብዝፈጸምዎ ወተሃደራዊ ስርሒት ኮነሬል ኣየነው በድሩ ዝተብሃለ ምክትል ኣዛዚ ክፍለ ሰራዊት ፋሽስቲ ኣብይ ዝርከቦም ዓሰርተ ሓደ ወተሃደራት እንትቕተሉ ዓሰርተ ድማ ቆሲሎም ኣለዉ። ብተወሳኺ ኣባላት ደባይ ኣሃዱታት ብ23 መጋቢት 2013 ዓ.ም ኣብ ዓድዋ ብዝፈጸምዎ ኦፕሬሽን ሰላሳን ሓሙሽተን ወተሃደራት እንትሞቱ፣ ሰማንያን ሓሙሽተን ድማ ቆሲሎም እዮም። ብተመሳሳሊ ዕለት፣ ኣብ እንትጮ ብዝገበርዎ ስርሒት፣ ሓደ ሻምበል ዝርከብዎም ሓሙሽተ ወተሃደራት ከምዝተቐተሉ እቶም ወተሃደራዊ ወሃቢ ቃል ሰራዊትና ሓቢሮም ኣለዉ። ጀጋኑ ኣባላት ደባይ ኣሃዱታት ሰራዊት ትግራይ፣ ካብ ራያ ክሳብ ሽረ ኣብ ኩለን ከተማታትን ገጠራት ንትግራይ ብዝተፈላለየ ውዳበታት ኣብ ልዕሊ ጸላኢ ከቢድ ስምብራት እናብጽሑ ከም ዝኾነን በዚ ድማ መሬት ትግራይ ንጸላእታ ረመጽ ብምግባር መቓብሮም እምበር መዕንደሪቶም ከም ዘይትኸውን ሕዚ እውን እናረጋገጹ እዮም። ኣብ መወዳእታ ወተሃደራዊ ወሃቢ ቃል ሰራዊት ትግራይ ተጋድላይ ገብረ ገብረ ጻድቃን በቲ ጅግና ሰራዊትን ደባይ ኣሃዱታትናን ይፍጽምዎ ዘለዉ ዓበይቲ ዓወታት ንህዝቢ ትግራይ እንኳዕ ደስ በለካ ደስ በለና ብምባል ንመንእሰይ ትግራይ ድማ ነቲ ይገብሮ ዘሎ ተጋድሎ ኣጠናኺሩ ንክቕፅልን ናብ ሰራዊት ትግራይ ከቲቱ ዕድመ ፀላእቲ ንክሕፅርን ፃውዒቶም ኣቕሪቦም ኣለዉ። እዚ ከምዚ ኢሉ እናሃለወ ፋሽስቲ ኣብይ ኣሕመድ ውልቀ መላኺ ኢሳያስ ኣፈወርቅን ሓይልታት ትምክሕቲ ኣምሓራን ኣብቶም ዝሓለፉ ሽዱሽተ ኣዋርሕ ምፅናት ዓሌት እናፈፀሙ ዝመፁ እንትኾን ሕዚ እውን ዓንፆ ዓንፆ ንማዕፆ ከም ዝበሃል ብፍላይ ንፁሃን መናእሰይ ትግራይ ኣብ ምቕታል ተዋፊሮም ይርከቡ። ኣብዚ ቅነ ኣብ ዝተፈላለዩ ከባብታት ትግራይ ንዝተፈፀመ ግፍዓዊ ጨፍጫፍ ዝምልከት ፀብፃብ ወኪልና ካብ ከተማ መቐለ ከም ዝስዕብ ከቐርበልና እዩ። ወራር ሰራዊት ፋሽስት ኣብይ ኣሕመድ ባዕዳዊ ወራር ውልቀ መላኺ ሰራዊት ኢሳያስን ተስፋፋት ሓይልታት ትምክሕቲ ኣምሓራን ኣብ ዝተፈላለየ ከባብታት ትግራይ ህዝቢ ትግራይ ብፍላይ ድማ መንእሰይ ትግራይ ብምፅናት ህዝቢ ትግራይ ኣብ ኣርዑት ባርነት ንምንባርን ዝተዋደደ ዘርኢ ናይ ምፅናት ስራሕቲ እናፈፀሙ ይርከቡ። ብፍላይ ኣብዚ ክልተ ሰለስተ ሰሙን ሰራዊት ትግራይ ኣብ ዝተፈላለዩ ግንባራት ዘብፅሕሎም ዘለዉ በርቃዊ መጥቃዕትን ሕቆኦም ተጎዚኦም ትሕዝቦን ትጭብጥዎን ዝሰኣኑ ደምበርበር ክብሉ ይረኣዩ ኣለዉ። በዚ መሰረት እቶም ወረርቲ ሓይልታት ብሕቡእ ኣብ ዝገበርዎ ሚስጥራዊ ኣኼባ ንምፍላጥ ከምዝተኽኣለን ህዝቢ ትግራይ ንምምብርኻኽ ኣብዞም ሰለስተ ጉዳያት ብጥብቂ ክሰርሑ ከምዘለዎም ዝተስማዕምዑ እንትኾኑ እዚ ድማ ዝተፈላለየ ምኽንያታትን ምስምሳትን ብምፍጣር ዝተረኸበ ኣጋጣሚ ተጠቒምካ መንእሰይ ትግራይ ብግፍዒ ምፅናት፣ ኻልኣይ ኣብ ዝተፈላለየ ከባብታት ዝርከቡ ሰብ ሃፍቲ ተጋሩ ብዝተፈላለየ ምስምሳት ምንግልታዕን ምእሳርን ምቕታልን በዚ ድማ ዝተዳኸመ ኢኮኖሚ ዘለዋ ትግራይ ምፍጣር፣ ሳልሳይ፣ ኣብ መላእ ኢትዮጵያ ዝርከቡ ናይ ፖለቲካ ኤሊታት፣ ምሁራት፣ ፅዕንቶ ፈጠርቲ ተጋሩ ብምድኻም፣ ብምቕታል፣ ህዝቢ ትግራይ መሪሕነት ዘይብሉን ዝተበተነን ህዝቢ ብምግባር ኣብ መቑሕ ባርነት ንምድጓን ዝዓለመ እዩ። ናይዚ መቐፀልታ ድማ እዩ ኣብ ዝተፈላለዩ ከባብታት ትግራይ ኣብ ልዕሊ መናእሰይ ዝተዋደደ ግፍዕን መቕተልትን ዘካየዱ ዘለዉ። ስለዝኾነ ድማ ብፍላይ ኣብዘን ክልተ ሰለስተ መዓልታት ክሳብ ፀብፃብ ዘዋረድናላ ሰዓት ኣብ ከተማ ዓድዋ ብራማ ብሜኪናት ሃንዲዱ ዝመጸ ኣራዊት ሰራዊት ባዕዳዊ ወራሪ ኢሳያስ ብዲጋሊት ጀሚሩ ኣራተኛ ዮሃንስ ክሳብ ሰልፊ ሜዳ ኣብ መንገዲ ክሓልፍ ዝረኸቦም ልዕሊ ሽዱሽተ ሰባት ብግፍዒ ዝቐተለ እንትኸውን ልዕሊ ዕስራ ሓሙሽተ መናእሰይ ድማ ብጽኑዕ ጉድኣት በጺሕዎም ኣብ ዶንቦስኮ ዓድዋን ኣብ ሆስፒታል ቅድስት ማርያም ኣክሱምን እቶም ከም ዝኣተዉ ምንጭታትና ካብቲ ከባቢ ሓቢሮም። ኣብ ወረዳ ወጀራት ጣብያ ሰበበራ ቁሸት ዳዕሬቶ ነበርቲ ዝኾኑ ንፁሃት ወገናት ድማ ብተመሳሳሊ ዕለት፣ ኣብዚ ከባቢኦም ዘሎ ጥዕና ትካል በቶም ወረርቲ ሓይልታት ስለ ዝዓነየን ዝተዘረፈን ሓንቲ ነብሰ ፁር ኣዶ ኣብ ዓዲ ጉደም ምስ ትወልድ ብቓሬዛ ተሸኪሞም ኣብ ኣምቡላንስ ኣብፂሖም እንትምለሱ ፀላኢ ድማ ማይ ሓይድ ኣብ ዝተብሃለ ቦታ ረኺቡ ናይ ጁንታ ተለኣኣኽቲ ኢኹም እዚ ቃሬዛ ናይ ጁንታ ኣባላት ኢኹም ተመላለስሉ ብዝብል ዘየረብሕ ምስምስ ሰላሊ መሓርን ሃብቶም መሓርን ዝተብሃሉ ክልተ ኣሕዋት ዝርከብዎም ዳርጋ ናይ ሓደ ቤተሰብ ኣባላት ዝኾኑ ተስፋይ ባይሩ፣ ኣስፋው ኣበራ፣ ወልደገብርኤል ሃይለማርያም፣ ቀሺ ዘምኪኤል ግርማይን ዝርከብዎም ዓሰርተ ሰባት ብግፍዒ ግፍዐኛታት ወረርቲ ፋሽስት ኣብይ ኣሕመድ ተቐቲሎም እዮም። ብተወሳኺ ኣብ ቁሸት ዳዕሪታ ዓሰርተ ሓሙሽተ ናይ ገባራት ገዛውቲ ምስ ሙሉእ እኽሎምን ንብረቶምን ሙሉእ ብሙሉእ ብከቢድ ብረትን ክርቢትን ኣቃፂሎም ኣብ ሜዳ ዝተርፉ ገይሮሞም እዮም። ብተመሳሳሊ ኣብዛ ዕለት ኣብ ወረዳ ኦፍላ ጣብያ እንደዶ ቁሸት ሕጉምብርዳ ፍሉይ ቦታ ሕጉምብርዳ ኣብ ዝተብሃለ ቦታ ኣራዊት ባዕዳዊ ወራር ሰራዊት ኢሳያስን ግፍዐኛ ወራር ሰራዊት ኣብይ ኣሕመድን ብሕብረት ኣይተ ሓጋዚ ሓበነይ፣ ኣድሃና ካሕሳይ፣ ሓጋዚ ግደይ ዝተብሃሉ ዓሰርተ ሓሙሽተ ንፁሃን ተጋሩ ዝርከብዎም ብግፍዒ ዝቐተልዎም እንትኾኑ ክሳብ ፀልፋ ዘዋረድናሉ ድማ ሬስኦም ንከይለዓል ብጭካነ ወሲኖምሎም እዮም። በዚ መሰረት ኣብዚ ጉዳይ እዚ ኣድሂብና ብስልክን ብኣካልን ዘዘራረብናዮም ኣብ ዝተፈላለዩ ከባብታት ትግራይ ዝርከቡ ነበርቲ ከምዝሓበሩና ኩሉ ሕብረተሰብ ብፍላይ ድማ መንእሰይ ኣብ ዘምስዕቡ ጉዳያት ጥንቃቐ ክገብርን ብፍላይ ኣብ ከተማታትን ኣብ ገጠራትን ቁፅሩ ውሑድ ዝኾነ መንእሰይ ኣብ እንዳ ቡንን እንዳ ቢራን ካብ ምውዓል ነብሱ ንሓደጋ ካብ ምቅላዕን ክቑጠብ ኻልኣይ ብዘይ ምንም ምኽንያት ካብ ቦታ ናብ ቦታ ወይ ድማ ካብ ዓዲ ናብ ዓዲ ዝግበር ምንቅስቓስ ምግዳብን ህይወቶም ከድሕኑን ዝመዓዱ እንትኾኑ ብፍላይ ድማ ኣብ ከተማታትን ገጠራትን ትግራይ ምኽንያት ዘይብሉ እዞም በላዕቲ ነብሲ ዝኾኑ ወረርቲ ሓይልታት ብዘይ ምኽንያት ካብ ዝቕተሉ ናብ ሰራዊት ትግራይን ሓራ መሬት ትግራይን ብምጽንባር ዕድመ ጸላእቲ ምፍጣር ታሪክ ክሰርሑን ትግራይ ሓራ ንምግባር ኣብ ዝግበር ርብርብ ኣካል እቲ ምኽንያታውን ህዝባዊ ቃልሲ ኮይኖም ክጽንበሩን ምዒዶም። ትግራይ ትስዕር! ወኪል ድምጺ ወያነ ትግራይ! ካብ ከተማ መቐለ። እዚ ከምዚ ኢሉ እናሃለወ ባዕዳዊ ሰራዊት ውልቀ መላኺ ኢሳያስ ኣፈወርቂ ካብ መቐለ ንተምቤን ዝወስድ ዋና መንገዲ ኣስፋልት ዓፅዩ ካብቲ ህዝቢ እቲ ከባቢ ንብረትን ጥሪትን እየወሰደ ኣሎ። ኣብዚ ጉዳይ ዘድሀበ ዝርዝር ሓበሬታ ሪፖርተርና ካብ ሓራ መሬት ከም ዝስዕብ ኣዋዲድዎ ኣሎ። ብዕሉል ፋሽስት ኣብይ ኣሕመድ ዝምራሕ ትምክሕታዊ ሓይሊ ባዕዳዊ ወራር ሰራዊት ኢሳያስ ኣፈወርቂን ተስፋሕፋሓይ ወራር ሓይሊ ኣምሓራን፣ ህዝቢ ትግራይ ከም ህዝቢ ክበርስን ካብ ናይ ዓለም ካርታ ተሓኺኹ ክጠፍእን ኣብ ልዕሊኡ ዘርኢ ናይ ምጥፋእ ኲናት ካብ ዘካይዱ ነዘ ልዕሊ ሽዱሽተ ኣዋርሕ ተቖጺሩ ኣሎ። ካልእ መንቀርታ ፖለቲካ ምብራቕ ኣፍሪካ እናተባህለ ዝፅዋዕ ውልቀ መላኺ ኢሳያስ ኣፈወርቂ ህዝቢ ትግራይ ንሓንሳእን ንመወዳእታን ንምጥፋእ ሓሙሽተ ሚእትን ዕስራን ሓሙሽተን ሰማንያን ኣርባዕተን ተባሂሎም ዝፍለጡ ፍሉያት ኮማንዶ ክፍላተ ሰራዊት ሓዊሱ ኣብ ነፍሲ ወከፎም ኣርባዕተ ብርጌድን መካናይዝድ ሓይልን ዝሓዘ ልዕሊ ዕስራን ክልተን ክፍላተ ሰራዊት ናብ ትግራይ ኣዝሚቱ ኲናት የካይድ ከም ዘሎን ካብ ላዕለዎት ኣዘዝቲ ሰራዊት ትግራይ ዝረኸብናዮ ወተሃደራዊ መረዳእታ ይሕብር። እዚ ባዕዳዊ ወራሪ ሰራዊት ካብ ሕዚ ኣብ ዝተኻየዱ ኣዝዮም ተኸታተልትን ጽዑጻዓትን ውግኣት ካብ ሰራዊት ትግራይ ብዝዓረፎ በርቃዊ መጥቃዕቲ ሓይሊ ሚዛኑ ኣዛቢዑ ሑቝኡ ዝጎዝዝ ኣዝዩ ከቢድ ሰብኣውን ንዋታውን ኪሳራታትን ዕንወትን በጺሕዎ እዩ። እዚ ወራርን ኣረሜናዊ ሓይሊን ክሳብ መሊኡ ዝቕበር ካብ ዕላምኡን ፖለቲካዊ እምነቱን ዝብገስ እኩይ ፀረ ህዝቢ ተግባራቱ ኣብ መላእ ገጠራትን ከተማታትን ትግራይ ኣብ ልዕሊ ሰላማውያን ነበርቲ ኣዝዩ መስካሕኻሒ ግፍዒ ይፍፅም ከም ዘሎን ሃፍትን ጥሪትን ህዝቢ ይወርርን ይኸትርን ኣሎ። መበል ሓሙሽተ ሚእትን ዒስራን ኣርባዕተን ተባሂሉ ዝፍለጥ ኣብ ዘረፋን ወረራ ሃፍትን ጥሪትን ንብረትን ዝተዋፈረ ፍሉይ ክፍለ ሰራዊት ኢሳያስ ካብ ሕዚ ብቢልዮናት ዝግመት ሃፍትን ንብረትን ትግራይ ናብ ኤርትራ ከም ዝተጓዓዘ ዝፍለጥ ኮይኑ፣ ካብ ሰላሳ መጋቢት ክልተ ሽሕን ዓሰርተ ሰለስተን ዓመተ ምህረት ጀሚሩ ድማ ካብ መቐለ ናብ ዓብይ ዓድን ከባብታት ተምቤን ዝወስድ ዋና ፅርግያ መንገዲ ኣስፋልት ዓፅዩ ኣብ ግጀት፣ እንደርታ፣ ደጉዓ ተምቤን፣ ከተማ ዓብይ ዓድን ከባቢኣን ሓዱሽ ወረራ ንብረትን ክትራን የካይድ ከም ዘሎ ነበርቲ እቲ ከባቢ ገሊፆም። ክሳብ ሕዚ ካብተን ዝተጠቐሳ ከባብታትን ካልኦትን ዝተወረረ ሃፍትን ጥሪትን ህዝቢ ድማ ኣብ ወርቂ ኣምባ ተኸዚኑ ከምዘሎ ዝገለፁ እዞም ነበርቲ፣ ካብ መላእ ትግራይ ብዝወረረን ብርክት ዝበላ ብኣማኢት ዝቑፀራ ኣእዱግ እናተፃዕነ ምጉዓዝ ከምዝጀመረ እውን እቶም ነበርቲ ወሲኾም ሓቢሮም። እዚ ወራሪ ሓይሊ ዋና መንገዲ ኣስፋልት መቐለ ዓብዪ ዓዲ ዝዓፀወሉ ቀንዲ ምኽንያት ይብሉ እቶም ነበርቲ፣ እቲ ካብ ህዝቢ ዝወረሮን ዝኸተሮን ንብረትን ጥሪትን እንትጓዓዓዝ፣ ህዝቢ ከይዕምጽን ሜሬት ዓለም እውን ከየቃልሖ ዝንዕብኣን ዓሊሞም ምዃን እዮም ዝዛረቡና። ባዕዳዊ ወራሪ ሰራዊት ኢሳያስ ኣፍወርቂ ነዚ ሓድሽ መልክዕ ዘለዎ ወረራን ክሳራን ሃብትን ጥሪትን ህዝቢ ይካይዶ ዘሎ፣ መንግስታት ዓለም ሰራዊቱ ካብ ትግራይ ብህጹጽ ብዘይ ዝኾነ ቅድመ ኩነትን ክረጋገጽ ብዝኽእል መንገዲ ንክወጽእ ጥብቂ መተሓሳሰቢ ኣብ ዝሃብሉ እዋን እዩ። ኮይኑ ግና ባዕዳዊ ወራሪ ሰራዊት ውልቀ መላኺ ኢሳያስ ኣፈወርቂ ክሳብ ሕዚ ካብ ትግራይ ምውጻእ ከምዘይጀመረን የግዳስ ክልቲኦም ዕሉላት ፋሽስታውያን ንማሕበረሰብን ዲፕሎማት ዓለምን ንምትላል ናብ ሓድሽ ፖለቲካዊ ውጠላ ኣትዮም ኣለዉ። ወኪል ድምጺ ወያነ ትግራይ ካብ ሓራ መሬት ትግራይ።
እምበኣርከስ ዝኸበርኩም ተመልከትትና በቲ ተረኺቡ ዘሎ ዓወታት እንኳዕ ደስ በለና እናበልና